ሻዕብያ ትብሎም ዘለኻሲ ኣብ ሻዕብያ ዘይነበሩ ሰባት እዮም ንኤርትራ ደመሓድርዎ ደለዉ ኢሳያስ ጥራይ ዶ ኣሎ
መን እዩ ሻዕብያ ዘይነበረ እስከ ንገረኒ
ሰላም ሰላም ሰላም ፋሚሊ ሰላምኩም ይብዛሕ እዚ ሳሚ ሪያክት እዩ ሳሚ ናይኹም ተመሊሰ መፀ እኒኦ ሰብስክራይብ እና ላይክ ብምጋር ናዚ ቻናል እዚ ቤተሰብ ምዃን ከይትርስዑ ከምዚ ኩሉ ግዜ ትገብርዎ ሰብስክራይብ ግበሩ ላይክ ግበሩ ናዝ ቻናል እዚ ድማ ቤተሰብ ምዃን ከይትርስዑ ኢኹም ዳይ ላቭ ቪድዮታትና ንቐጽል።

ጣኒቆታይ ዝበለ ክሓስም ጽብቕቲ ምፍቃር ወትሩ ምጥርጣር ነኖሜ ንዓኽስ ክሕሰቢ ኣፍቃሪ ድየ ዓጃቢ ኢሉ ነይሩ ሰበይትኻ ዝተጋነነ መልክዕ ዘለዋ እንተኾይኑ ካብ ኣፍቃሪ ናብ ዋርድያ ኢኻ ትሰጋገር ምኽንያቱ ዝበዝሑ ደቂ ተባዕትዮ ብዓይኖም ኣብ ሓደጋ ከም ዝወድቁ ጽቡቕ ጌርካ ስለ ትፈልጥ ማለት እዩ ብሰንኪ ዓይኒ ልበይ ዕዳ ኣትዩ ኢሉ ከማን ካልእ ልቡ ዝተጎድኣ ደራፊ ግን እተን ጽቡቃት ኢና ኢልክን ትምክሓ ደቂ ኣንስትዮ ብዙሕ ብመልክዕክን ጠራዕራዕ ተዘይበልክን ተመራጺ እዩ ምክንያቱ ደራሲ ብንያም ፍስሃጽየን ኣብታ ልቢ ሳሌም ትብል መጽሓፉ ከምዚ ኢሉ ኔሩ ጸቢቃ ዝተሸለመት እምበር ጸቢቃ ዝጸደቀት ሪኢና ኣይንፈልጥን ኢና ኢሉ ዜርካ ዜርካ መልክዕ ብዓይኒ ጠማት እዩ ንምባል እዩ ንካልእ ሰብ ዕንባባ ኮንኪ ተተራእክዮ ንካልእ ሰብ ከኣ ካብ መንከሽከሽ ዝነጠረ ዝቡን ኮንኪ ክትረኣዮ ትክእሊ ኢኪ። ሰብኣይን ሰበይትን ኣብ ጽቡቕ ሙድ እንዳዕለሉ ከለዉ ሲ ሓማት መጽያ። እታ ሰበይቲ ከዓ ደልያቶ ነይራ እታ ምቕፃል ሲ ናይ ስሉጣት ሲ ደልያ ነይራ ሓማታ ስለ ዝመፀት ግን ሓሪቓ እዚኣ ከዓ ኣብዚኣ ሰዓት እዚኣ ከዓ ትመፅእ እንታይ ገለመለ ገላ ገለ ነገር ክጠባብ ኣለኒ ገሊላ ንሰብኣያ ዓይና ፀቂጣትሉ ኢላቶ ድሓር ብድድ ክትብል ሰበይቲ ናበይ ደኣ ደሊኺ ዋይ ኣደይ ኣነስ ተጸሊእኒ ርእሰይ ሓሚመ ርእሰይ ሓሚመ ኢላ ከይዳ ኣትያ ንውሽጢ ንሰብኣይ ዓይን ፀቂጣትሉ ድኣ ከይዱ ሰብኣይ ከዓ እናኡ ከይዱ መፃኹዶ ኢልዋ ኣትዩ ወፅዩ ድሓር ምፅዕ ዝበለ ሻርማሩኡ ከይዓፀዎ መፅዩ ሓማት ከኣ ናይ ቀደም ሓማት ከኣ ዲጂታል እየን እዚ ወደይ ደሓን ዲያ ደኣ ደሓን ኣደይ ተጸሊእዋሲ ፓናዶል ክህባ ጸኒዐ ዶ በል ፋርማሲ ከዓጽዎ ዝወደ ሰብኣይን ሰበይትን እዮም ጓ ተባኢሶም ተባኢሶም እዮም ቃትረሲ ባዘራ እስኪ ባዘራ ኢኺ ዳር ሕጂ ኣብዛ ጥቓይ ትቐርቢ ከጥፍእኪ እየ ኣሽ ንሱ ሳይ ዝሓሸ ይሓምቆ ዳሓን ዳሓን ዳሓን ዳሓን ኪዲ ክዲ ልሓቕ ኪዲ ተባሂሎም ሙሉ መዓልቲ ተባኢሶም ውዒሎም ሕቶ ምሸት መፅዩ ሰበይቲ ዓራት ሓይዛ እቲ ሰብኣይ ከዓ ዓራት ሒዙ ተሪራቶም ጉዳይ እቲ ሰብኣይ ሽዑ ኣታ ሚኪኤል ኣቦይ ከም ገለ ጌርካ ነዛ ሰበይቲ ግዳ ጎቲትካ ደይ ተምፀለይ ክብል ሰሚዓቶ ሰበይቲ ብድድ ኢላታ ሰበይቲ ሚኪኤል ኣይትድፋእ እንዳ ሕንዳዕሊ ትኸይድ ኣይትድፋእኒ
ንስኻ ክትቆፃፀሮ ትኽእል ንስኻ ክትምድቦ ትኽእል ህይወት ይንኣስ ይብዛሕ ጥዑም እዋ ካብ ዘዕገርግረካ ርኽበት ኣስጢሙ ዝሕዘካ ስእነት ከማን ደሓን ተመረጽ። ዘየጥምየካ ማለት እዩ። ላዕሊ ምድያብ ስኢንካ ኸዓ ንስእነትካ ተቐቢልካ ንስእነትካ ምምሕዳር ከዓ ዓወት እዩ። ሕጂ ኸፊኡ ዘሎ እንታይ እዩ ኣብ ዘይቦታኻ ምእታው ነቲ ርኽበሲ ክትክእሎ ኣለካ ካብ ዓሰርተ ሚልዮን እንድሕር ሚእቲ ጎዲላታ እቲ ዓሰርተ ሚልዮን ዝወድቕ እዩ ዝመስሎ ንባዕሉ ሕማም እዩ ማለት እዩ ቲፕ ክበኩም ተማወዳት ጋይስ ደቂ ኣንስትዮ ብባህረን ዘይግደሰለን ወዲ እየን ዝፈትዋ በቃ ወላ ይፅላእ እንተን ኣሕዋት ክነግረኩም እየ እዛ ምስጢር እዚኣ ብዙሕ ምስጢር እንዲ ዘለዎን ገለ ግን ናት ሜክሰን ፅቡቅ ኣይኮነን ኣታ ብጥረምቦሉ ዓሰርተ ወዳት እንተለዉ ብለኩም ኣለኹ ኣነ እቶም ትሽዓተ ኢዶም ሰዲዶም ሰላም እንተኢሎማ እቲ መበል ዓስራይ ብዓይኑ ጥራይ ኣብኡ ከሎ ኢልዋ እንተኸይዱ እቲ ሓንጎላ እንታዲኡ ኮይኑ ብኢዱ ሰላም ዘይበለኒ ኢሉ ብዛዕብኡ ጥራይ ከም ድሓስብ እዩ ዝገብራ ስለዚ ብጥርን በሉ ፍሉያት ኩኑ እዛ ሓፍትናስ ቴክስት ከምዚ ጌርካ ንግለም ሽብለኩም ኣላ ዲዩ ቲንክ ስኹም ጥራይ ቴክስት ሰዱላ ወይ ስኻ ጥራይ ካብ ሽሕን ሓምሳን ሰቢ ቴክስት ድመጻ ዝኾነ ትኹን ጓል ስለዚ ካብቶም 99 ፐርሰንት ፍልይ በል ተፈለ

ኣንታ ሓንቲ ከኣ ጽብቕቲ ክትኮነኩም ትኽእል እያ ቅርብ በልዋ ጽግዕ ሓንቲ ከኣ ብርኽቲ ክትመጸኩም ትኽእል እያ ምስ ብሎ ኣይሰምዑን እዮም በቃ ንብረቶም ኣኪቦም እንታይ ገይሮም ንብረቶም ጨቢጦም ኣቱም ህዝቢ ንዕባ ንብረት መንግስቲ እዚ ንብረት ኣምላኽ እዩ ገንዘብኩም ጥራይ ኣይኮነ ገንዘብ ኣምላኽ እዩ ዝገንዘብ
ናብ ስንግል ጊዳ

ኣቦይ ማኪና ገይሩስ ባጽዕ ወሲዱኒ እንድሕር ድንሲ ኣቦይ ገለ ወሲ ከምኡ ክዛረብ ኣይክእል በርከ ኣቦ የብለይ ሕጂ ተራኽበና ዘረባ ስለ ዘይላ ብኸምኡ ኢኻ ካብቲ ንእስነትካ ተዕልም ኣቦይ ከምዚ ኢሉ ወሲዱኒ እዎ ፉል ኮንፊደንስ ሕጂ እታ ፉል ኮንፊደንስ ውሳንኩ እንታይ ገይረ መሰልካ ኣነ እውን ይዋዘ ኣቦን ኣደን ዘይብለይን እዚ ወላ ዘይተሓንቆ ኪደ ከም መስሓቕ ሕጂ እሱ ከም ክስታይ ወሲደ መብዛሕት ሕጂ ተዋዛየ ዝገበረኒ እቲ ናይ መደም እቲ ናይ መጀመርያ ግዜ ልቢ ካይገበርኩ ዲሳይድድ ገይረ ኣነ ንኸስሕቕ እየ ተፈጢረ ዝብል ንነብሰይ ኣሚነያ ማለት እዩ። እሺ ፋሚሊ ንቀጽል እስቲ።

ካፓ ሓፍተይ ዳኒ ኣበይ ኣሎ ተገዲስ ክመልስለይ ናይ ሓንቲ ወኪለ ዛሕቶም ፅርኩም ዘለኹም ማለት ናይ መብዛሕትኹም ሕቶ ልዕሊ ሚእቲ ገለን ሕቶ እዛ ሕቶ እዚኣ ስለ ዝነበረት ናይ ኩላትኩም ወኪል እየ ናይ ሳሮን ሕቶ ኣምፅያ ዳነይ ኣብ ሰዓት እዚ ኣብ ኣዲስ ኣበባ የለን ድሕርቲ ናይ ምእሳር ግዜ ንኤርትራ ከም ዝተመልሰ እየ ዝፈልጥ ክሳብዛ ሰዓት እዚኣ ከዓ ዝኾነ ዳሃይ የብለይን እቲ ንዓይ ከቢድ ዝገብሮ ነገር ከዓ ክሳብ ሕጂ ወላ ሓንቲ ዳሃይ ዘይምህላው እዩ ንኹላትኩም ተጨኒቅኩም ብዛዕባኡ ትሓቱኒ ከዓ ግዴታ እዚ መልሲ እዚ ክምልሰልኩም ስለ ዘለኒ እዩ

ሰሚዕካኒ ህዝቢ ኤርትራ ካብ ሕጂ ኣይኮነን ክቃለስ ጀሚሩ ካብ ቀደም እዩ ዝቃለስ ነይሩ ደቁ ስድርኡ ኩሉ ሂወቱ እንዳተቃለሰ በታ ዘላቶ ንቕሓትን በቲ ዘለዎ ኩንነትን እንዳተቃለሰ እዩ ዝኸይድ ነይሩ ኣብ ኤርትራ ዝወረደ ነገር እዚ ትሪኦ ዘለኻ ግን ብሚልዮናት ዝኣክል መንእሰያት ተሰዲዶም ብሚልዮናት ዝኣክል እዚ ሕጂ በፂሕና ዘለና ምናልባት ኣብ ኣፍሪቃ ሰሚዕካን ኣብ ኣፍሪቃ ንመጀመርታ ግዜ መኪና ዝረኣየ ንመጀመርታ ግዜ ባቡር ዝረኣየ ንመጀመርታ ግዜ ቴሌፈሪካ ዝረኣየ ንመጀመርታ ግዜ ፋብሪካታት ዝረኣየ እንኩሉ ነቲ ናይ ጥልያን ዝነበረ መግዛእቲ ሓድጊ ገዲፉ እዩ ናቱ ሓድግኻ ክትፈልጥ እንታይ ይመስለካ እዚ ኩሉ ኤርትራዊ ኣብ በዓል ኣዲስ ኣበባ እቲ ዝሃፍተሙ ኤርትራውያን እዮም ነይሮም ጋራጃት ዝነበሮም እዚ ናይ ቢዝነስ ትካላት ዝነበሮም እዚ ናይ ጨርቂ ናይ ዓለባ ናይ ገለመለ ዝነበሮም እዚ ናይ ቆርበት ዝነበሮም እዚ ብምሎም ኤርትራውያን እዮም ነይሮም ነዚ ዝገበሮ ነቲ ሓድጊ ናይ ጥልያን ዝወረሰ እዩ ሓድጊ ናይ ሻዕብያ ግን እንታይ እዩ ነቶም ኣብ ከተማታት ዝጸንሑ ኩሎም ንበረኻ ኣስፊርዎም ዩኒቨርሲቲ ሓንቲ ስመራ ዝነበረት ተዓጽያ ነቲ ከተማታት ኩሉ ዝታጊሩ እዚ ከ እንታይ ይመስለካ ኮሌክቲቭ ኣይድያ ናይ ሻዓብያ እዩ ሕጂ እስኻ ንሓደ ተቃተ ኣነ ንሓደ ምስ ሓደ ተጋዳላይ ጸገም የብለይ ምስ ሓደ ስዉእ ምስ ሓደ ስንኩል ጸገም የብለይን ክነግረካ ንሱ ንዕኡ እዩ ከፊሉ ንሱ ጸገም ምስቲ ኣይድያ ናይ ህዝባዊ ግንባር ግን መሰዲኻ ኢኻ ዘይትከባበር ኣብ ኤርትራ ዝጠፍእ ዘሎ ኤርትራዊ ብኤርትራ ብኤርትራዊ ይጠፍእ ዘሎ ብደቂ ዓዱ ይጠፍእ ብኻልእ ጎረቤት ካብ ሱዳን መጽዩ ካብ ትግራይ መጽዩ ካብ ሱዳን መጽዩ ኣይኮነን ኣብዚ ትሪኦ ዘለኻ ኣብዚ ትሪኦ ዘለኻ 21 ክፍለ ዘመን ምስ ኤኣይ ምስ ገለመለ ክንዛረብ እንዳውዓልና ንሕና ንዓይን ንዓኻን ኣክሰስ ዘይብሉ ወይ ኣክሰስ ዘይብልና ምስቶም ኣብ ኤርትራ ዘሎ ንሕና ጥራሕ ኢና ኣብ ትግራይ ዘሎ ኩነታት ኣክሰስ ኣለዎም ክዛረብሉ ክእሉ እዮም ኩሉ ነገር ክገብርሉ ክእሉ እዮም እዚ ባህርያ እዚ ናይ መን ዝገበሮ ይመስለካ ንገዛእ ነብሶም ሕሲሮም ንሕብረተሰብ ዝሕሰሩ መራሕቲ ሻዕብያ እዮም ንነብሶም ከማን ዝከላኸልሉ ኣብ ሙሉእ ዓለም ክትቃለስ ከለኻስ ውሕስነት ንነብስኻ ኢኻ ትደልየላ ትቃለስ ከለኻ ክነግረካ ውሕስነት ንስድራኻ ኢልካ ምስ ትቃለስ ኣለኻ ውሕስነት ንነብስኻ ኢኻ እትደልየላ እንድሕር ንዓኻ ደይውሕሰካ እንድሕር ኮይኑ ስምዓኒ ስብሓት ኤፍሬም እቲ ክሳብ ትማሊ ጀነራል ነይሩ ከምዚ ኮይኑ ዝሓተሉ ሰብ ዘይብሉስ ንምንታይ ድዕብዮ ነይሩ ነቲ ውድብ ንምንታይ ዝሰርሖ ነይሩ እቲ ውድብ ሰሚዕካኒ ንናቱ ጥራሕ ኣካውንታብሊቲ ዘይኮነስ ንምልእቲ ኤርትራ ኣካውንታብሊቲ ዝሓትት ነይሩ ተዝኸውን ስብሓት ኤፍሬም ሎማዓልቲ ዳ ሃራሚኡ ድዩ እቲ ዝበሎ ድዩ ኣብ ሕጊ ምቐረበ ነይሩ እቲ ሕቶ ግን እንታይ ይመስለካ ንነፍሲ ወከፍ ባህርና ሻዕቢያ እዩ ሻዕቢያ ምፅ ምስ በሉ እንታይ ኢልካ ኢሳያስ ምጽ ምስ በለተይ ሰዓት ሰለስተ እንዲ ገለ ኣብ ኢንፎረ ድዩ ዋላ ኣብ ካፒታል ክሓቶ ከሎ እንታይ ኢሎም ሻዕብያ ልክዕ ከም ዓሳ ሓደ ሓደ ግዜ ደቃ ትበልዕ ኣይዶ የስ ደቃ ትበልዕ እንታይ ኮይና በልዑ ሕጂ ግደፎም ሰሚዕካኒ ኩሉ ሰብ ተበሊዑ ካብ ዝወሪድና ንሕና ኣነ ንስኻን እንታይ ኢና ክንጅምር ዘለና መስለካ ሓዘኒ እንታይ ኢና ክንጅምር ዘለና ሊዮንስ እንታይ ኢኻ ትሓስብ ተስፎም እንታይ ድሓስብ ናትና ሓሳብ ኢና ከነመንጩ ዘለና እዚ ኣረጊት ተበታተነ ሓሳብ ብናይ ሻዕብያ እንዳተመካሕካ ሻዕብያ ከምዚ ጌራ ሻዕብያ ዘዕነወቶ እምበር ሻዕብያ ዘምጻኣቶ ወላ ሓንቲ ነገር ኣብ ኤርትራ የለን ወላ ሓንቲ እየ ዝብለካ ወላ ሓንቲ ሰሚዕካኒ ሻዕብያ ተርኢ ትመጽእ ነይራ ኣወዳእኒ መን ኢኻ ትርብሽ ዘለካ ተዛረብ ኢኻ ግዜ ኣለካ ክንብለካ እቲ ማይ ክትዕንድረሉ ኢኻ ሻዕብያ እሳ ብዝፈጠረቶ እዚ ኩሉ ሕስረት ትርእዮ ዘለኻ እዚ ኩሉ ሕስረት እየ ዝብለካ ህዝቢ ኤርትራ ኣብ ታሪኹ ከምዚ ሓሲሩ ይፈልጥን እዩ ሕጂ እዚ ከኣ እኩብ ናይዚ እንታይ መስለካ ልክዕ ህዝቢ ኤርትራ እዩ ንኢሳያስ ዶምልኳ ሕጂ ደቂ ሓማስየን ደቂ ሰራየ ደቂ ኣኮሎጉዛይ ኣስላማይ ገለ ክትብል ትኽእል ኢኻ በቲ ሓሳብ ዝተሰርሑ ሰባት እዮም ሃይማኖት የብሎምን ኣውራጃ የብሎምን ንኢሳያስ ዶምልኽዎ ንዓኻ ደቂ ሓማስየን ኮይኖም ስምዑኻ ምናልባት ሓማስየን ስለ ዝኾነ ዓዶም ሓማስየን ኣይኮነን ዓዶም ሓማሴን እንድሕር ኮይኖም ደቂ ዓዶም ደቂ ደብረሲና እንድሕር ኮይኖም ንደብረሲናዮም ዝሕለቑላ እነግረካ ኣለኹ ሰሚዕካኒ ሓደ ሰብ ክርስትያን እንድሕር ኮይኑ ንክርስትያንት ይድዳፍዓ ኣላ እነግረካ እዚ ሎጂክ እዩ ዝነግረካ ዘለኹ ንዓኻ እዮም ደቂ ሓማሴን ስግኦም ካብ ሓማሴን ስለ ዝመፁ እምበር ኣተሓሳስብኦም ደቂ ሓማሴን ኣይኮኑ ደቂ ሰራይ ኣይኮኑ ደቂ ገለ ኣይኮኑ ደቂ ኢሳያስ እዮም ያው ንሎማዓንቲ ልሓ ዝኾኑ ቪድዮታት እዚኦም መስሉ ነይሮም ኣብ ቐፃሊ ብልገራርሙና ትኩሳት ልኾኑ ቪድዮታት ሒዘልኹም ክምለስ እየ እስካዕ ሽዕይቱ ሰብስክራይብና ላይክ ብምግባር ናዚ ቻናል እዚ ቤተሰብ ምዃን ከይትርስዑ